ሰላም ሰላም ክቡራት ሰማዕትና ብመጀመርታ ሰላምን ጥዕናን እናትምንና እምበኣር ከስ ንሎሚ እውን ከምቲ ልሙድ ሻብዓይ ክፋል ዛንታቶም ክልተ ይዕሩኽ ኣብ መንጎ ኣርሴማ ሒዝናልኩም መፂና ኣለና ቅድሚኡ ግን ውሑድ ካብ ዝሓለፈ ከዘኻኽረኩም

ሮቤል ኣብታ ዓለት ንሳ ሓጎስ መንጢሉ ሓጎስ ንኸርዊ ድምብርፅን ከይበሎ ክዳውንቱ ውፅኡ ምስ ኣርሴማ ከም ዝደቀሰ እሞ ኣርሴማ እውን ኣብ ሓደ ወቕቲ ሓደ ብርሃን ሓደ ፀልማት ብምርኣያ ምስ ነብሳ ከም ዘማረረት በፂሕና ነርና እምበኣር ከስ ክቡራት ተኸታተልትና ንሎሚ እውን ሻባዓይ ክፋል ዛንታቶም ክልተ ይዕሩኽ ኣብ መንጎ ኣርሴማ

ኣርሴማ ድሕሪ እቲ ኩሉ ንሮቤል ምልማና ልማናኣ እንኪ ዓጀቦ ናብ ኣካላታ ክደፍር ምስ ጀመረ በቲ ሓጎስ በቲ ሓዘን ኣብ ሓንቲ ለይቲ ተኾልኪላ የዒንታ ናብቲ ሓጎስን ሓዘንን ኣብ ሓደ ወቕቲ ትምንጭወላ ዝነበረት ፍርናሻ ኣተኲራ ብምጥማት ሰማዒ ብዘይብሉ ዝርንዛሕ ክትነብዕ ተራእየት። ተስፋይ እቶም ደድሕሪኡ ተኸቲሎም ዝኸዱ ዝነበሩ ማለት እቶም ሮቤል ዝለኣኹም ሱዳናውያን ኣብ ሓንቲ ጸልማት ምስ በጽሐ ብጉያ ብምርካብ ኣይብላዕ ኣይስተ ገይሮም ኩሉ ንብረቱ ብምርጋፍ ናብ ፋኛትራ ደርብዮም መኸዱ። ድሕሪ ቁሩብ ደቓይቕ ሃለዋቱ ምስ ፈለጠ ኣይ ኣያኸየ ኣታ ዞም ርጉማት ዘይሎሚ ማሴዶ ሎሚ ተፃዊቶምለይ ክብል ሚሒር እናተቐንዘወ ካብቲ ፋኛትራ ብምውፃእ ምስዚ ኩሉ ርስሓት ናይ ፋኛትራ ብምስካም ዓርኩ ሮቤል ከም ዝለኣኸሉ ዘይፈለጠ ተስፋይ ኣማሪሩ ምስ ነብሱ ተባእሰ። ከምዚ ክብል እውን ሃገር ከም ዘይብልና ስኢ ኣብ ፈቐጡ ኣኺሉና ክንካላበት እወ ኣነ ክብል ናይ ምስትምሳል ባህርያት ካብ ውሽጡ ኣዕሚቑ እናወርወረ ገፈፍ ክብል ናብ ገዝኡ ተዓዝረ። ሮቤል ድሕሪ እቲ ንነዊሕ ዓመታት ክምነዮ ዝጸንሐ ኣካላት ኣርሴማ ምርካቡ ካብታ ርክብ ክፍጽመላ ዝጸንሐ ፍርናሽ ብድድ ኢሉ ክዳውንቲ ብምምላስ ድሕሪ ሕጂ ብዘይካ ኣነ ካልእ ወዲ ተባዕታይ ንኣካለት ክሓልፎ ኣይፈቅድን እዩ እንተዘይኮይኑ ግን ነገር ክተምፅእ ኢኺ ክብል ብዘይ ፍቓዳ ብዙሕ ኣነዋሪ ዝገበሩ ፍጻሜታት ኣብ ልዕሊኣ እንከይዓጠጦ ነየእምሮኣ ዘናውፅ ቃላት ደርቢላ ንክኸይድ የእገሩ ኣበገሰ ኣርሴማ በቲ ተኸዲናቶ ዝነበረት ኣንሶላ ሕፍረታ ብምሽፋን ብድድ ኢላ የእጋሩ ብምትሓዝ ዝርንዛሕ እናነብዐት ኣቶ ሮቤል ሓወይ በጃኻ ካልእ ዝበልካዮ ይኹን እንተዚ ቪድዮ ግን በጃኻ ድምስሶ ፅቡቅ ኣይኮነን ንኹላትና ክትብል ሕንቕንቕ እናበለት ተዛረበቶ ኖኖ እምባእ ኣንቲ ተኾንክቲ በላዕኺ እንዳበልኩኽሲ ናብ ናይ ድንቁርና ዕዳጋ ንእምሮኺ ብሕሱር ዋጋ ትሸጥዮ ብዝኾነ ከምዚ ትብልዮ ዘለኹ እኮ ክንዲ ናይ ኣይመስለንን ምክንያቱ እዛ ቪድዮ ምትሓዘይ ኣብ ዝደለኽዎ ሰዓት ከም ዘለኽዎ ንክትኮነለይ ትገብር ዓባይን ኣገዳስን ዝኾነት መድሕን ናይ ባህገ እያ ስለዚ ካልእ ኮለን ተበልና ይሓይሽ ሕጂ ኣነ ክገድፈኪ ንስኺ ነብስኺ ተሓጻጺብኪ ገዛኺ ኣለዓዒልኪ ተረጋጊ ክጽንሕኒ ኣብዛ ሹቅ ከይደ ገለ ንሓዳርና ዝኸውን ኣቑሑት ክገዛዝእ ክብል ብምዝራብ ናይ ኣባጫ ሰሓቕ እናሰሓቐ ገዲፍዋ ተዓዝረ ኣርሴማ እቲ ድንጋጸ ዘይብሉ ሮቤል ገዲፍዎ ምስ ተዓዝረ ፊቕ ፊቕ ክትብል እናበኸየት እወ ኣነ ኣብ ሓደ መዓልቲ ሓውስን ሓዝን ክቐስም ብሓንሳብ ክቐስም እሞ ከዓ ኣብ ስደት ብጓና እኳ ከይከውንሲ ብወዲ ሃገር ብወዲ ሃገር ይበቃ ንዘለኣለም ሕይርቲ ኮይነ ክነብር ኢላ ፊዕ ፊዕ ክትብል ኣካላታ ብንብዓት ተሓጸበቶ። ተስፋዬ ነቲ ኩሉ ጎደናታት በቲ ተሰኪምዎ ዘሎ ጨናን ርስሓትን ሰባት ዝፈልጥዎ ከይረኽብዎ ክብል ወሰና ወሰን ብምኻድ ገዛ ድሕር ምብጽሑ መታን እቶም ኣብ ካንሸሉ ተኻርዮም ዝነበሩ ከይርእይዎ ሰላሕ ክብል ንእለቱ ሻወር ብምእታው ነተን መትሓዚ ዘይርከበን ዝነበራ ክዳውንቱ ድሕር ምውጻእ ነብሱ ንክሕጸብ ተዳለወ። ሮቤል ካብ ኣርሴማ ድሕሪ ምፍላዩ ናብታ ጸባብ ገጹ ብምኻድ ገለ ዘድሊ ገንዘብ ወሲዱ ካብ ካንሸሉኡ ብምውጻእ ናብ ሹቅ ገጹ እናኸደ ነቶም ዝረኣኹም ሱዳናውያን ኣብቲ ጎደና ምስ ረኸቦም ብቋንቋ ዓረብ ገይሩ ድሕሪ ሰላምታ ምሃቡ እቲ ናይ ትማሊ ተዓዊትኩምሉ ዶ ክብል ድሕሪ ምዝራቡ እወ ዝገደፍናሉ ከማን የብልናን ክብሉ ድሕሪ ምምላሶም መሽኪ ናይ ሮቤል በቶም ሱዳናውያን ገይሩ ንተስፋይ ተኽትርፋስ ዓርኩ ከወንጅፎ ክጅፍጅፎን ከም ዝሓደረ እንከይፈለጠ ዋው ቤላ ጽቡቅ ጌርኩም ሕጂ ከኣ እዛ ሓምሳ ቅርሺ ኣይተስተዋሕድዋ ክብል መቕሽሾም የዕሚኹ ጉዕዝኡ ናብ ሹቅ ቀጸለ። ተስፋይ ነብሱ ድሕሪ ምሕጻቡ ክዳውንቱ ቀያይሩ ነታ ደሃያ ዘይገበረላ ልቡ ዝመልአትሉ ጎርዞ ማለት ኣርሴማ ፌስቡክ ንክኸፍት የዕዳዉ ብምልኣኽ ኮድ ናይ ቴሌፎን ክኸፍት ጀመረ። ኣርሴማ ኣብታ ሓጎስን ሓዘንን ብሓደ ወቕቲ እንጉዶት ዘእንገደታ ነንሓንሳብ እናረገመት ነንሓንሳብ እውን እናመረቐት ምስ ነብሳ ብብኻት ክትንኽነኽን ተጸጊዓ እውን ምስታ ጸባብ ዝኾነ ገዝኣ የማን ጸጋም ተማኽሮ ዘይምህላዋ ኣዝያ እናሓዘነት ሕጅስ ከመይ ገይረ እዮም ተስፋይ ክገድፎ ብልበይ እናፍቀርኩስ ከመይ ገይረ እየ ክፍለዮ ከመይ ከመይ እወ ኣነ ኣንተ እንታይ ዝበለ ሽግር ረኺበ ኣነስ እንታይ መርገም ኮን ጸኒሑኒ እዩ ኣብ ስደተይ ዘሕልፎ ዘለኹ ሽግርን ጸበባን ከይኣክልሲ ተተራባቢ በቃ ደራዕ ከመይ ዝኸውን እዚ ክትብል ማዕበል ውሽጣዊ ሓሳባታ ካብን ናብን ከተጋማድሖም ጀመረት። ተስፋየ ኣብ ፌስቡክ ኣትዩ ነቲ ኣድ ዝበለቶ ድሕሪ ምቕባሉ ስእልታታ ኣመና ክዕዘብ ናብቲ ውሽጢ ፌስቡክ ኣትዩ ድሕሪ ምርኣዩ ወዲ ኣይተኸ እዋ ኣሴማ ደኣ እንታይ ክትገብር እያ ናብዚ ፌስቡክ ናይ ኣቦይ ረዘነ ስእሊ ዘርጊሓቶ ብድጋመ ተመሊሱ ናብቲ ፌስቡክ ስማን ስም ኣቦኣን ንኽርኢ እንተተመለሰ እውን ኣርሴማ ረዘነ ዝብል ምፀንሖ እዋ ኣንታ እንታይ ዝርኢ ዘለኹ ቤተሰቦም ነበይ ዝርዘነ እንተኾይና ደኣ ከመይ ጌራ ጓል ርዘነ ትበሃል ጓሎም እያ ከይብል ከዓ ኣነ ዘይፈልጦም ሮቤል ዓርከይ ስናይት ኤልሳ ሳሙኤል እዚኦም እዮም እዋ እዚኦም ጥራዮም ሮቤል ዓርከይ ኣሕዋቱ ክብል ድሕሪ ቁሩብ ምስቁርቋር ናብ ዓዲ ዝረስዖም ንሮ በሊዕዋቶ ከይህልዉ ሓንጎሉ ናብ ዓዲ ገጹ ተወር ኣበሎ። ይኹን ደኣ እምበር ወላ ሓደ መልሲ ስለ ዘይረኸበ ተመሊሱ ናብቲ ዘይተመለሰ ሕቶኡ ሕቶ ካርቱም ንሓንጎሉ ብድጋመ ከናውጾ ተራእየ። ሮቤል ዝምነዮ ዝነበረ ኣካላት ኣርሴማ ንንውሕ ዝበለ ዓመታት ስለ ዝረኸቦ ይመስለኒ ሓንጎሉ ካብ መጠን ንላዕሊ ተደሲቱ ምንባሩ ዝተዓዘበ ሮቤል ልክዕ ፌስታ ዘሕልፍ ዘሎ በዓል ውራይን ክመስል ኣብተን ኣለዋ ዝበሃላ ናይ ካርቱም ጋህዋታት እናዘረ ማእለያ ዘይብሉ ገንዘብ ድሕሪ ምንስናሱ ናብታ ገና ናብታ ብዘይ ፍቓዳ ዝተገሰሳ ማለት ኣርሴማ ነትን ደቃይቕ ዝተፈለዩ ኣካላታ ኣብ ስምዒት እናኣተወ ንክረኽባ ካብ ትሹቕ ጉዕዝኡ ናብ ገዛ ኣርሴማ ጀመረ። ኣታ ኣነ እንታይ እየ ዝርኢ ዘለኹ? ሮቤልን ኣርሴማን ይሕዋት እዮም ማለት ድዩ? ክብል ብዕምቆት እናስተንፈሰ እምባ እንታይ ዝበለ ሽግር እዩ ኣንታ ወይ ሙሲባ እዛ ጉዳይ እንተሰሚዕዋ ደኣ ሮቤል ዓርከይ ክባተኹ ምሳይ ክብል ምስ ነብሱ እንታይ ከም ዝማኸር እናጠፍኦ ዘይሓሰብካዮ ርኸብ ኣይመርገም ኣይምርቓ ክበሃልሲ ከምዚዩ እንዳበለ ሰንሰለት ሓሳባቱ ክፈራረቕ ድሕሪ ምዕዛብ

እምበኣርከስ ክቡራት ሰማዕትና ሻብዓይ ክፋል ዛንታቶም ክልተ ይዕሩኽ ኣብ መንጎ ኣርሴማ ኣብዚ ትፍጸም ሻምናይ ክፋል ሒዝናልኩም ክሳብ ንመጽእ እንተፈቲኹማ ሼር ላይክ ኮመንት ሳብስክራይብ እንዳገበርኩም ንዓና ይጠቅም እዩ ዝበልኩሞ ሃናፂ ርእይቶ ብምሃብ ምትብባዕኩም ኣየፈለና እንዳበልኩ